ሰላም ከመይ ትጸንሑ ክቡራት ተኸታተልትና፣ እዚ ባይተና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና። እዋናዊ ዝኾኑ ዜናታት ብእዋኑ ንክበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተጠዋውዕና ብኽብሪ ንዕድም። ኣርእስተ ዜና ብዋጃ ውግእ ምጅማሩ ብልፅግና ብክልተ ኣንፈታት ናብ ትግራይ ከምዝኣተወ ሐዚ ዝወፀ ሰበር ዜና ውግእ ትግራይ ብዝምልከት ካብ ግንባራት ዝተረኸበ ትኩስ ሓበሬታ ድሮናት ብልፅግና ናብ ትግራይ ምእታወን ህወሓት ህፁፅ ኣንፈት ምሃባ ካብ ኢትዮጵያ ዝተገለለት ትግራይ ፍይ ዝበለ መፍትሒ ትወስድ ከምዘላ ላዕለዋይ መራሒ ህወሓት ምሕባሩ ክቡራትን ክቡራንን ናይዚኦምን ናይ ካልኦት ብርክት ዝበሉ ምዕባለታትን ክነካፍለኩም ኢና። ክትከታተሉና ብኸብሪ ንዕድም። ፍልፍላትና ዝተረኸበ ሓበሬታ ከምዝገለፆ ብሓደ ሓደ ግንባራት ውግእ ከምዝተጀመረ ተሓቢሩ። ስርዓት ብልፅግና ነቲ ሀዚ ጀሚርዎ ዘሎ ውግእ ንምጥንኻር ሰራዊቱን ኣፅዋሩን የጓዕዝ ከምዘሎ ሀዚ ዝተረኸበ ሓበሬታ የረድእ። ብመሰረት ሓበሬታ ኢትዮ ኒውስ፣ ሰራዊት ብልጽግና ኣብዚ ሰለስተ መዓልቲ'ዙይ ማለት እውን ካብ ሚያዝያ ዕስራን ክልተን ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ብክልተ ኣንፈታት ሰራዊትን ኣጽዋርን ናብ ትግራይ የጓዕዝ ከምዘሎ ጸብጺባ ኣላ። ብመሰረት ሓበሬታ እታ ማዕኸን ዜና፣ ሰራዊት ብልጽግና ካብ ኣዲስ ኣበባ፣ ሰላሌ፣ ጎጃም፣ ጎንደር ናብ ጸለምቲ፣ ናብ ኣበርገለን ዋግ ኽምራን ይኣቱ ከምዘሎ ገሊጻ ኣላ። ብኻሊእ ወገን ድማ ካብ ኣዲስ ኣበባን ደቡብ ምብራቕን ኢትዮጵያ ብዓፋር ናብ ዶባት ትግራይ ይጽጋዕ ከም ዘሎ እታ ሚድያ ሐዚ ሒዛቶ ዝወጸት ሓበሬታ የረድእ። እታ ሚድያ ወሲኻ ከም ዝገለጸቶ ብልጽግና ቅድም ክብል ናብ ዶባት ትግራይን ምዕራብ ትግራይን ዘእትዎ ሰራዊት ንድሕሪት ከም ዘይተመለሰን ኣብ ዝነበሮ ከም ዘሎን ብምግላጽ እቲ ሐዚ ናብ ትግራይ ዝጓዓዝ ዘሎ ሰራዊት ተወሳኺ ሓይሊ ከም ዝኾነ ገሊጻ ኣላ። ብልጽግና ናብ ትግራይ ተወሳኺ ሓይሊ ዘጸግዕ ዘሎ ህወሓት ዝወሰደቶ ስጎምቲ ተኸቲሉ ከም ዝኾነ ዝገለጸት እታ ሚድያ ብልጽግና ሐዚ እውን ከበድቲ ኣፅዋራት የጓዕዝ ከምዘሎ ገሊፃ ኣላ። ካብዚ ብተወሳኺ ብልፅግና ድሮናትን ኣየራትን ናብ ዶባት ትግራይ እናለኣኸ ናይ ስለላ ስራሕቲ ይሰርሕ ከምዘሎ እታ ሚድያ ወሲኻ ገሊፃ። ሰራዊት ትግራይ እውን ናብ ዝተፈላለዩ ግዝኣታት ክልል ኣምሓራን ግዝኣታት ክልል ዓፋርን ኣትዩ ከምዝርከብ ኢትዮ ኒውስ ሓቢራ። ስዒቡ ድማ ሰራዊት ትግራይ ናብ ዋግ ኽምራ፣ ኣበርገለ፣ ሰቖጣ ዝመሳሰሉ ግዝኣታት ክልል ኣምሓራ ኣትዩ ከምዝርከብን ብተመሳሰሊ እውን ናብ ሓደ ሓደ ግዝኣታት ክልል ዓፋር ኣትዩ ከምዝርከብ ተፈሊጡ ኣሎ። እዚ ከምዙይ እናሃለወ ብልፅግና ብዋጃ መጥቃዕቲ ከምዝኸፈተ ሐዚ ካብቲ ከባቢ ዝተረኸበ ሓበሬታ የረድእ። ብልፅግና ካብ ረቡዕ ጀሚሩ ናይ ከቢድ ብረት ደብዳብ ክገብር ከምዝፀንሐ ደደቢት ሚድያ እውን ፀብፂባ እያ። ኣብ ከባቢታት ቆቦ ከቢድ ስዕረት ዘጋጥሞ ዘሎ ብልፅግና፣ ሰራዊት ትግራይ ኣብ ጎኒ ፋኖ ኮይኑ ይወግኣኒ ኣሎ ኢሉ ብተደጋገሚ ክኸስስ ከምዝፀንሐ ዝፍለጥ እዩ። ሕዚ ግን ዕላዊ ዝኾነ መጥቃዕቲ ኣብ ልዕሊ ሰራዊት ትግራይ ከምዝኸፈተ ካብቲ ግንባር ዝተረኸበ ሰበር ዜና ይገልፅ። ብተመሳሰሊ መንገዲ ብኣንፈት ዓፋር እውን መጥቃዕቲ ከምዝጀመረ ተገሊፁ። ሰራዊት ብልፅግና ናይ ምውጋእ ሞራል ዘይብሉ ከምዝኾነ እናተገለፀ ዝፀንሐ እንትኸውን፣ ተገዲዱ ናብቲ ውግእ ይኣቱ ስለዘሎ እናፈረሰ ኢዱ ይህብ ከምዘሎ ዝተረኸበ ሓበሬታ የረድእ። ሓይሊ ድሮን ተኣማሚኑ ጦርነት ዝኸፍት ዘሎ ስርዓት ብልፅግና፣ ሰራዊት ትግራይ እውን ዘመናዊ ፀረ ድሮን ስለዝተዓጠቐ ድሮናት ወሳናይ ግደ ክፃወታ ከምዘይኽእላ እናተገለፀ ፀኒሑ እዩ። ስለዙይ ድማ ብልፅግና ብኣንፈት ዋጃን ዓፋርን እቲ ውግእ ከምዝጀመሮ እዮም ፍልፍላት ዝሕብሩ ዘለው። ናብቲ ቀፃሊ ዜናና እንትንሓልፍ፣ ትግራይ ምስ ኢትዮጵያ ዘተኣሳስርዋ ፖለቲካዊ፣ ማሕበራውን ቁጠባውን ጉዳያት ከምዝተዓፀዉን ኣብዚ ሐዚ እዋድ ፍልይ ዝበለ መፍትሒ ኣብ እተናደየሉ ብርኪ በፂሓ ከምዘላን ኣባል ፈፃሚት ስራሕ ውድብ ህወሓት ዶክተር ኣብርሃም ተኸስተ ገሊፆም ኣለው። ዶክተር ኣብርሃም ተኸስተ ነዚ ዝገለፁ ኣብ ህሉ ኩነታት ትግራይ ህዝቢ ትግራይ ኣብ ምርግጋፅ ህልውንኡን ምኽባር ልእላውነቱን ክሰርሖም ኣብ ዝግብኡ ጉዳያት ከምኡ እውን ህዝቢ ትግራይ ብወታደራውን ቁጠባውን ዓቕሚ ምንብርካኽ ዝግበር ዘሎ ዙርያ ምለሽ ምንቅስቓስ ስዒርካ ንምውፃእ ክህልው ኣብ ዝግብኦ ድሉውነት ኣብ ካልኦት ዓበይቲ ጉዳያት ኣመልኪቱ ብፍላይ ምስ ወይን ሚድያ ኣብ ዝገበሮ ቃለ መሕትት እዩ። ትግራይ ካብ ፖለቲካ መንግስቲ ፌደራል ካብ እትወፅእ ብዙሕ ፀኒሓ ከምዘላ ኣብዚ ሕዚ እዋን ድማ ህዝቢ ትግራይ ዝውከለሉ ድምፁ ዘስመዐሉ ኮነ መሰሉ ዘኽብረሉ ዝኾነ ዓይነት ዕድል ከምዘየለ ዶክተር ኣብርሃም ገሊፆም። ብውሱን መንገዲ ኣብ ኢኮኖሚያዊ ጉዳይ ዝነበረ ምትእስሳር እውን እንተኾነ ሙሉእ ንሙሉእ ተዓፅዩ ከምዘሎን ምንቅስቓስ ባንኪ፣ ንግዲ፣ ዓመታዊ በጀት ሰራሕተኛታት መንግስቲ፣ ነዳዲ ወዘተ ጠጠው ከምዝበለ ሓቢሮም። እዚ ዕፅዋን ክባን እዚ ከም መተግበሪ ፖሊሲ ኮነ ተባሂሉ ዝፍፀም ዘሎ ከምዝኾነ ዝገለፁ ዶክተር ኣብርሃም ብዋንነት፣ ቀረብ ነዳዲ እንተዘይሃልዩ መሰረታዊ ግልጋሎት ጥዒና፣ ማይ፣ መንገዲ፣ ትምህርቲ ኮታስ ኩሎም ኢኮኖሚያዊ ምንቅስቓሳትን ግልጋሎታትን ልምዓትን ክቋረፁ ከም ዝተገበረ ኣፍሊጦም። እቲ ኣዝዩ ዝገርም ድማ ይብሉ ዶክተር ኣብርሃም እቲ ኣዝዩ ዝገርም ድማ ይብሉ ዶክተር ኣብርሃም ናይ ስቪል ማሕበረሰብ ዝኾና ፋብሪካታት ጥራሕ ዝጥቀማሉ ብልሙድ ፀሊም ናፍጣ እናተባህለ ዝፍለጥ ነዳዲ ናብ ትግራይ ከይሓልፍ ከም ዝተኸልከለ ኣረዲኦም። እዚ ብምኽልካሉ ድማ ኣብቲ ቀዳማይ ፅንተታዊ ኲናት ካብ ብሱል ጥረ ዝተረፋ ፋብሪካታት ውልቀ ሰኣን ፀሊም ናፍጣ ይዕፀዋ ከምዘለዋ ወሲኾም ሓቢሮም። ትግራይ ምስ ማእኸል ሃገር ዘራኽብዋ ዝነበሩ ኢኮኖሚያዊ ጉዳያት ዳርጋ ሙሉእ ንሙሉእ ብምዕፃዎም ከምዙይ ኢልካ ምቕፃል ከምዘይከኣል ዛጊድ ከም ህዝቢ ይኹን ከም ውድብ ህወሓት ነዞም ዓበይቲ ፀገማት ተሸኪምካ ዝኽየድ ዘሎ ጉዳይ እውን ብምርድዳእ ይፍታሕ ዶ ይኸውን ብዝብል ርድኢት ከምዝነበረ እዚ ኣማራፂ ሐዚ ተግባራዊ ክኸውን ብዘይምኽኣሉ ግና ትግራይ ቁርፅ ዝበለ ኣማራፂ መፍትሒ እትወስደሉ ደረጃ በፂሓ ከምዘላ ዶክተር ኣብርሃም ገሊፆም። ትግራይን ህዝቢ ትግራይን ቁፅሪ ሓደ ፀላኢ ገይሮም ዝርእይዎ ሓይልታት ብሄራዊ ሓድነቱ ንምፍራስ ዝተፈላለዩ ሽርሕታት ዝፍሕስሉ ፈታኒ ኩነታት ኣለና ዝበሉ ዶክተር ኣብርሃም ይኹን እምበር ሕዚ እውን ህዝቢ ትግራይ ብሄራዊ ሓድነቱን ውዳበታቱን ትካላቱን ኣጠናኺሩ ብምቕፃል ኣብ ቅድሚቱ ንዘሎ ሓደጋ መኪቱ ስዒሩ ንምውፃእ ኣብ ዝንቀሳቐሰሉ እዋን ከምዘሎ ኣገንዚቦም። መንግስቲ ኢትዮጵያ ኣብዚ ሕዚ እዋን ህዝቢ ትግራይ ብወታደራውን ቁጠባውን ዓቕሚ ንምስኳር ዙርያ ምለሽ ምንቅስቓስ ይገብር ከምዘሎ ዝገለፁ ዶክተር ኣብርሃም ነዚ ንምፍሻልን ስዒርካ ንውፃእን ፈለማ ኣብ ውሽጢ ትግራይ ዘሎ ኩነታት ክዕሪ ብምግባር ክመጽእ ንዝኽእል ሓደጋ ዓይነቱን መንቀሊኡን ከመይ ከም ዝምከት ሙሉእ ምርድዳእ ምፍጣር ከም ዘድሊ ሓቢሮም። ህዝቢ ትግራይ እቲ ብመንግስቲ ፌደራል ክመጽእ ዝኽእል ሓደጋ ንሓደ ወገን ወይ ንሓደ ውድብ ዝመጸ ከም ዘይኮነ ግልጺ ርድኢት ከም ዘሎ ከም ህዝቢ ከጥፈኣና ዝመጽእ ዘሎ ሓደጋ ድማ ነዚ ንምምካት ብሄራዊ ሓድነት ንምጥንኻር ህወሓትን ካልኦት ኣብ ውሽጢ ትግራይ ዘለዉ ውድባትን ኣብ ምጥንኻር ኣብ ዝሓሸ ኩነታት ኣለና ኢሎም። ኩቡራት ተኻታተልትና ዜናታት ናይዚ ዕለት ነዚኦም ይመስሉ ነይሮም ንምክትታልኩም ነመስግን ንቻናልና ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ ተኻታተልትና ንዝኾንኩም ደሞ ሸር ላይክ ምግባር ኣይትረስዑ ነመስግን።